ከምዚ ዝተዓዘብናዮ ብዓወት መርሃዊ ቅዱስ ተዛዚሙ ኣሎ። መርሃዊ ቅዱስ ሻምፕዮን ብምዃንካ እንታይ ተሰሚዑካ? እስከ ኣብዛ ሕጂ እዋን ትስምዓካ ዘላ ስምዒት እስከ?
እዋይ ኣካይሽ ክኣምን ኣይከኣልኩን ማለት ምስዚ ዝኹሉ ዝቐነየ ሜዳታት ኩሉ ተቐዳዳማይ ሓሳቡ ክገልጽ ክኢሉ ኢና ቅድሚ ሕጂ ኣይንፈልጥን ኢና ኔርና ተኺኢልና ናብ ውድድር ንኣቱ ኔርና ሕጂ ግን ናይ ውሽጢ ዓዲ ይኹን እቶም ናይ ደገ ተቓደምቲ ሓጎ እቲ ናቶም ብቕዓት ክገልጹ ዕድል ስለ ዝረኸቡ ኣይ ቲንክ እቲ ኩሉ እቲ ውድድር ተወዳዳርነት ነይርዎ ካብ ካብ መጀመርታ ኣትሒዙ ኩሉ ሰብ ናቱ ብቕዓት ዓቃይስ ጽቡቕ ውድድር ነይሩ ማለት ካብ ጅምር ኣቢልካ ብዙሕ መጥቃዕትታት ብዙሕ ነይሩ ስለዚ ከምዚ ዓይነት ውድድር ክዕወት ምኽኣለይ ናይ በሓቂ ክኣምን ኣይከኣልኩን ማለት ብጣዕሚ ሕጉስ ኣለኹ። ንስኻን ናትናኤል ተስፋጽዮንን ነዊሕ ርሕቀት ኢኹም ተጓዒዝኩም። ክሳብ ክንደይ ሪስክ ነይሩ እዚ? ክሳብ ክንደይ ሓደገኛ ነይሩ እዚ ውሳነ እዚ? እወ ማለት ኩሉ ሻዕ ቻምፕዮን ኤርትራ እቲ እንክ ናተይ ስልቲ ኮሚ እዩ ብንጉኡ ከይትካ ሎሚ ኣይኮነን ናተይ መጀመርታ ግን። እታ ዝነበረት ብሬክ ኣወይ ናትናኤል ብርሃነ ከኣ ምሳና ነይሩ ምስኪናይ ዕድል ኣይግበረን ሳይክል ነፊሳቶ። ምስ ናትናኤል ተስፋጽዮን ተዘራሪብና ክንጽበዮ ዋላ ክንገድፎ ግን ናይ ሰላሳ ሰከንድ እያ ኔራ ኣብቲ ሰዓት እቲ ክንጽበዮ ዋላ ሓንቲ ንኽእል ኔና ኣብቲ መጀመርታ ግን ሰለስቴና ስጥመት ኔርና እንድሕሪ ሰለስቴና ሰጢምና ከኣ ኣይ ቲንክ ኣርባዕተ ድልዱላት ክመጹ ኣለዎም ናትና ጋብ ክሽፍኑ ተዘይኮነ ብሰለስተ ክሽፈን ኣይክእልን'ዩ ንነዊሕ ግዜ ሰላሳ ሰከንድ ሒዝናዮ ኔርና እቶም ኣብ ድሕሪት ደለው ይፈልጡ እዮም ኣበይ ይቀስቡ ንሕና ውን ኣበይ ንፈልጥ ኣበይ ንቀስብ ስለዚ ኩሉ ሻዕ ኣብቲ ኣንጻር ዊንድ ዝባሃል ወይ ሄድ ዊንድ ኣብኡ ሞር ፑሽ ንገብር ኔርና ስለዚ ናትናኤል ምስኪና ናትናኤል ብርሃነ ብኮ ስለ ዝገበረ ዕድል ኣይገበረን ናትናኤል ተስፋጼን ውን ኣብቲ ናይ ላም መወዳእታ ሓምሳ ኪሎ ሜተር ቁሩብ ከምቲ ኣብ መጀመርታ ዝስምዖ ክስምዖ ኣይከኣለን ስለዚ ብስምምዕ ማለት እዩ ንሱ ንካልኣይ ንክከይድ ኣነ ቀዳማይ ንክወዞ ስለዚ ከም ዝረኣናዮ ብምሉኡ ናይ ልዕሊ ሓምሳ ኪሎ ሜተር ይከውን በይነይ ተረባሪበ ምስ ዓባይ ጉጅለ ስለዚ ናትናኤል ብርሃነ ውን ናትናኤል ተስፋጼን ውን ካብ ልቢ ከመስግኖ ይደሊ ኢትስ እ ፕሮፈሽናል ዌይ ን ክተሃላልኽ ትኽእል ኢኻ ወይ ሒዝካዮ ክትጠፍእ ትኽእል ኢኻ ካብ መጀመርታ ይነግረኒ ኔሩ ሕማቕ ከም ዝነበረ ኣነ ንውሕ ዝበለ ስሕበሉ ኔረ ዳሕራይ ግን ጠቕላላ ሕማቕ ኮይኑ ዘን ኣብ ሮታ ኮፍ ኢሉ ክኸይድ ንኻልኣይ ዕጉብ ምኻኑ ተሰማሚዕና ውን ከምኡ ብኹሉ ኣነ ውን ናይ መወዳእታ ክልተ ላፕ ስፔሻሊ ላስት ላፕ ሳይክለይ እንዳነፈሰት እያ ትመጽእ ኔራ ኣንጎሎታት ውን ብጣዕሚ ንጥንቀቕ ኔርና ድማ ሸተት ከይትብለኒ ናትናኤል ዉን ዝፈልጥ ኔሩ ሳይክል ዉን ክቅይር ነጊርኒ ግን ያእ ኣም ብጣዕሚ ዕድለኛ እየ ነዚ ብከምዚ ምዛዝማ ማለት እዩ። መራ ኣብ ካልእ ዕላማ ኢኻ ዘለኻ ግን ኣብ ዓቐብ ብናትናኤል ቁሩብ ዝተፈተንካሉ ፍጻመ ዝተዓዘብኩ ኮይኑ ተሰሚዑኒ እስከ ብዛዕባ እዚኣ ፍጻመ እንተ ዝከረካ ኮይኑ። ናትናኤል ባን ተስፋጼን ኖኖ ሓንቲ ፈቲነዮ ኔረ እወ ማለት እቲ። ንውሕ ዝበለ ኣነ ስሕብ ስለ ዝነበርኩ ቁሩብ እቲ ቴምፖ ምስ ዓም ሰዓቡ ንፋስ ክህረም ስለ ዘለኹ ናትናኤል ምስ ፈተንክዎ ሽዑ ኢዩ እቲ ነገር እታ ሽሙ ኮይኑ ማለት ካልኣይ ዕጉብ ምኻኑ ስቅ ኢልና ክንከይድ ተሰማሚዕና ኣነ ውን ወላ ሓንቲ ጸገም የብሉን ኢለ ዓቅመይ ጌረ ማለት ኢዩ። እስከ ሓፈሻዊ ገምጋም ናይዚ ውድድርካ እስከ እንታይ ይመስል ናይዚ ውድድር ናይ ሎማዓንቲ ዝወዓለ? ዋእ ምስ ናይ ዝሓለፈ። ውሽጢ ሃገር ተቐዳደምቲ ዝተኸተልዎ ሜላ ኣጸዋውታን ካልእን ብምምጻእ ንስኻ ኣብ ብዙሕ ውድድራት ኢኻ ተሳቲፍካ፣ ናይ ነዊሕ ዓመት ተመኩሮ ዘለካ ኢኻ። ስለዚ እዝን ካልእን ደማሚርካሲ ምስዚ ናይ ሎሚ ውድድር ብፍላይ ድማ እዞም ንኣሽቱ ተቐዳደምቲ እንታይ ዓይነት ትምህርቲ እዮም ቀሲሞም ካብዚ ጸወታዚ ክትብል ትኽእል? እወ፣ ዋላ እቲ እንድሕር ርኢናዮ ካብ መጀመርታ ንሳቶም እዮም እቲ ምውላቕ ፈተነታት ዘካይዱ ነይሮም። ስለዚ ንሱ እዩ ኣነ ከም ናተይ ምራዊ እዚኣ እታ ሓንቲ ኣብ ዓመት ዝረኽብዋ ብርትዕቲ ጸወታ ስፔሻሊ እቲ ርሕቐት ኪሎሜተር ናይ ኣርባዕተ ሰዓት ሃይ ኢንተንሲቲ ን ብዘየገድስ ኮርስ ወላ ባጽዕ ኣስመራ ጌርካ እንድሕር ሰላሳ ኣብ ሰዓት መጺኻስ ን እዚ ግን ዝለዓለ ሃይ ፔሲ ተወዲኡ ኣይ ቲንክ ልዕሊ ኣርብዓን ሓሙሽተን ኪሎሜተር ፐር ኣዋር ስለዚ ዓቕሞም ዝፍትሹላ ስለ ዝኾኑ ካብ መጀመርታ ምጅማሮም ኢቭን ብዝሕ ዝበለታ ግሩፕ ወዲኣ ሎሚ ዓመት ስለዚ ደስ ይብለካ I think ምናስ ሓወይ ውን ራብዓይ ሓምሻይ ኣትዩ ኣሎ ስለዚ ከምኣቶም ውልዶ ተቃደምቲ ስፕሪንት ጌሮም ራብዓይ ክኣትዉ ከለዉ ትኮርዕ ማለት እዩ ማዓት ታለንትት ከም ዘለዉ ኣብዚ ዓዲ I can see just all about opportunity ማለት እዩ ከም ናትና ንክኮኑ for sure ካኣ ልዕሌና ከም ዝከዱ ዘተኣም ዘር ዘብል የብሉን ዘጠራጥር የብሉን። መርዑይ እስከ ናይ ሎሚ ዓመት ዓወትካ ወይ ናይዛ ሎሚ ዓመት ናይ ሻምፕዮን ክብርኻ ወፍዮ እንተትብሃል ንመን ምወፈኻዮ?
እዋእ ማለት ከባድ እያ ቅድሚ ሕጂ ንማማ ኣወፍየላ ኔረ ምስቲ ናይ ኩሉ ሳፖርት ማለት እዩ ኣይ ዶኖ ሎማዓንቲ ውን እንዳ ናይ ቅዱስ ፋሚሊ ምወፈኽዋ። ኣብ መወዳእታ ዘለካ መልእኽቲ ወይ ድማ ሪኢቶ እንተ ሃልዩካ? እወ ማለት ሎማዓንቲ ሓቃይሽ ንኹሉ ኣፍቀርቲ ካብ ልቢ ከመስግን ይደሊ ኩሉ ብስምዒቱ ተቋጻጺሩ ብሴፍቲ ምውዳእና ዝዓበየ እሱ'ዩ ቀዳምነት ብሰላም ምውዳኢት ኣም ተመስገን ፈጣሪ ብዘይ ዝኾነ ሓደጋን መውደቕትን ኣነስ ክዓ ሕጂ ረኣኹን ስለዚ ዝዓበየ ንሱ'ዩ ንኹሉኹም ብዓቢኡ ክዓ ኤሪ ቲቪ ሓቂ ዓሽ ከምዚ ከምዚ ዓይነት ዕድል ሂብኩም ኣብ ላይፍ ክመሓላለፍ ኣይ ቲንክ ኣብዚ ቀሊል ክመስል ይኽእል እምበር ብዙሕ ካብ ደገ ይድወል ኣሎ ብዙሕ ካብ ደገ ይሪእዎ ኣለዉ ስለዚ ኣይ ቲንክ ኢንተርናሽናል ከም ምዃኑ መጠን ኣብ ዓለም ክዓ ብምፍናዉ ከም ሃገር ማለት እዩ ምስ ደጋንታኻ ዋላ ምስ ካልእ ጽባሕ ንግሆ እዝና ቀሊል ኣይኮነን ከተዕልል ኮለኻ ናትና ላይፍ ክማሓላልፍ ሞቃይር ቲቪ ኮም ካቨረጅ ገሩ ሞቃ እዚ ዝዓበየ ሜድያ ናትና ጽባሕ ንግሆ ብ ጋንታና ኣፍ ልብና ምነፊሕና ንዛረበሉ ስጋዕ ዝኾነ እዚ ዝገበርኩሞ ከኣ ሓቃይሽ ቀሊል ኣይኮነን ናዓና ዓቢ ሞራል እዩ ብዛዕባ ሃገርና ከድና ንኽንዛረብ ሞራል ሂብኩምና ኣለኹም ስለዚ ንኹሉ ብ ላይፍ ስለ ዘማሓላልፍኩሞ ኣብቲ ፍሉይ ዓመት ከኣ ካብ ልቢ የመስግን ማለት እዩ ንኹሎም ኦርጋናይዘሽን ኣካየድቲ ናይ ጸጥታ ኩሉ ህዝቢ ማለት እዩ ብብ ልቢ ከመስግን እፈቱ። ናይ መወዳእታ ሕቶይ ክትከውን'ያ እዚ ዓወትካ እዚ ኣብ ኢዚ ፖስት እንታይ ዓይነት ናይ ሲቪ ህጥራን ከምጻልካ እዩ? Sorry?
ናይ ሲቪ እቲ ናትካ ኬርየር። እወ ሓቂ ሓይሽ ማለት እንታይ እዩ ኣብ ጋንታይ ውን ሓንቲ ናይ ስቴጅ ኣወፍየ ኣለኹ ማለት እዩ ብ ፕላስ ከኣ ኣብዚ ዓመት ብሓፈሻ ናይ ኤርትራ ማለት እዩ ዓበይቲ ሪዛልት መጽዩ ኣሎ ስለዚ ኣነ ውን ሓንቲ እዚኣ ከወፊ ከለኹ ብዓቕመይ ደስ ዝብለኒ ማለት እዩ።
መራ ዮውሃና
ኳዕጎሰጋ።